የሃብኽን የሃብኽን የሃበና ኣሜን በላ ደቂ ዓበይቲ ብመጀመርያ ላጓላት እየ ዝፀውየክን ማለት እዩ የሃብኽን የሃበና ኣሜን ካብ ባዕለይ ጀሚሩ ኣሜን ካብኡ ቀፂለ ማለት እዩ ኣወዳት ኣሕዋተይ ማለት እዩ ብዙሓት ኣወዳት እናኹምሲ ናሰበይትኹም ምሽጥር ዝልዝል ኣበልኹምኹም ታውፅኡ ኣጓላት ለንእኻትን ናሰብኣይኽን ንሓለፍ ህይወትኽን ይኹን ናዝንኦኽነ ህይወትና ይኹን ዝፍ ዝፍ ኣቢልና ድንናገር ኣጓላት ብዙሓት ለንህና ኣወዳት ለ በተለይ ማለት እዩ ሃምዚ ገይረያ ሃምዚ ገይረያ ላበልና ብዙሕ ወረ ኢና ነውሪ ኣጓላት ይኹን ኣወዳት ይኹን ኮይኑ ግን ማለት እዩ ደቂ ዓበይቲ ማንኛው ነገር ሓደ ሰብ ኣሚንካ ኣሚንካ ፈቲካ ዝቐርበካ ኣለዎ ማንም ይኹን ማንም ምናልባች ኣብ ሓደ ሓደ እኳ ብጥቕሚ ወይ ብዝኾነ ነገር ዝቐርበካ ሰብ እኒኦ እዩ ልኽፍኣት ዝቐርበካ ሰብ እኒኦ እዩ ግን ሰማንያ ፐርሰንት ግን ብልክዕ ብፉትት ወይ ብምቕራብ ብምኽባር ዝቐርብ ሰብ ብዙሕ እኒኦ ኮይኑ ግን ኣነ ካብ ኣዶናይ ብዙሕ ነገር እየ ተማሂረ ብእውነት ማለት እዩ ብዛዕባ ጃኒ ብዙሕ ነገር እዩ ተናገሩ ኮይኑ ግን በቃ ጓል ኣንስተይቲ መዕርክ እንዴናይ ሃም ትጥቃዕ እዩ ገሊፅ እምበር ከምዚ ገይራትኒ ከምዚ ጎዲኣትኒ ኢሉ ግን ሓንቲ ነገር ምሽጥር ኣውፀይ ማለት እዩ እናታ ኣይኩል ደልየ ኣወዳት ኣሕዋተይ ኣዋላት ለ ንሕና ኢና ዕምብሮታት ለኾንና ኣወዳት ለ ብዙሓት ኣለኹም ግን ኮይኑ ግን ካብ ኣዶና ይትምሃሩ ናብ መን እየ ካብዚ ሓደ ሓደ ጓላት ኢሉ ሓለኾና ቆልዓ ሓደ ቆልዓ ስታ ኢሉ ወሲቱ ሃምና ኣዶናይ ሰብኣይ ይዓድለና ኢልኽን ፖስት ትብላ ኢኽን ባ ምናምን ትብላ ኢኽን ኢሉ ፅሒፉ እዋ ይዓድልኽን ንሕና እኳ ንድርብደታ ንገብረዋ ድናኻ ትንስ ሃምቡለለ ሰብኣይ ይፍጠረልኽን ሃም የብላ እና ሰወይቲ ምሽጥር ድያ ውፅእ ሰብኣይ ይዓድለካትን ብሕማቕ ይኹን ብጽቡቕ ናሰወይተ ሃምዛ ቢለ ጥርቅም ኣቢሉ እሺ ልበል ሰብኣይ ይሃውካትን ኩለኽን ስንግላት እናኽን ማለት እዩ እና እዚ ኣጋጣሚ ኣወዳት ላይ ካብ ኣደ ናይ ተምሃሩ እና ሰበይትኹም ምሽጥር እና ማኒ ምሽጥር ቦለል ቦለል ቦለል ላበልኩም እየ ትኽድዋ ሃምና ኣዶና ይኹኑ ከኣዶና ይትምሃሩ ስለዚ ኣነ በቲ ዝትናገሮ ቃላት ብጣዕሚ እየ ኣመስጊነዮ ማለት ካብኡ ነገር ለ ብዙሕ ነገር ለ ትምሂረ ማለት እዩ ምክንያቱ ብዙሓት ኣወዳት ነው ናማኒ ናማኒ ማለት እዩ ፈትያቶም ኣፍቂራቶ ቃሪባሲ ምዕብ ህንዲ ክፍኣት ልገብራ እኒኦም ብሕሙቕ ሕማቕ ነገራት ብዙሕ ነገራት ልገብራ እኒኦ ኣወዳት ማለት እዩ ልታጓል ግን ትመይስ ካለለ ምስ ሰወረ ሃምዚ ኮ እያ ሃምዚ ገይረ እያ ሃምዚ ኮ እያ ሃምዚ ኮ እያ ልና ብዙሓት እናውርነና ኮይኑ ግን ሰብኣይ ሰበይቲ ናይ ሰብኣይ ሰበይቲ ምስጢርና ፍቕረኛታት ብቲ ከይድኻ ብቲ ከይድኻ ምትንፋስቲ ጽቡቕ ኣይኮነ ኣብ ውሽጥና ምዕቋር ንብል ምዕቋርሲ ንተዓወድ ማለተይ ንኽኣሎ ኣብ ውሽጥና ዕቑር ምባልሲ ንኽኣሎ ኮላትና ስለዚ ዳይዳና ኣዱናይ ቪድዮ ስምዕዎ እስከ መጨረሻ ኣነ እኳ ምስካ መጨረሻ ናይ ክልተ ግዜ ሰሚዐዮ ግን ብጣዕሚ እዩ ትመችኒ ዘረዋኡ ስለዚ ኣወዳት ኣሕዋተይ ካብኡ ተምሃሩ ካብኡ ተምሃሩ ጀት